ዶክተር የማነ ካብተን ዝበለን ነገራት ኩሉ ነገር ብንቕሓትን ብትምህርትን ኢና ክንፈትሖ ንኽእል ዝብል ብጣዕሚ ኣገዳሲ ነገር ስለ ዝሃበና እንዳመስገንኩ ሰዓት ቁሩብ ይሓልፈና ኣሎ ዳርጋ ክልተ ሰዓትን ፈረቓን ጌርና ኣለና እቲ ምይይጥ ብጣዕሚ ፅቡቕ ምይይጥ እዩ ንኣባላት ክሓትት ደሊ ከመይ መስለኩም ሓደ ፍርቂ ሰዓት ዝኸውን እንዶ ክንቅጽል ወይስ ተዳኺምና ኣለና
ዶክተር ግርማ ድሕር ፈቒድካ ለይ እንታይ ምበልኩ ክልተ ኢዶም ሓፍ ኣቢሎም ኣለዉ ኣቡን ንድ ጋላክሲ ኤ ኣርባዓ ዝሓዘ ኒክኔም የብሉን ጋላክሲ ኤ ፎር እዩ ዝሓዘ መን እዩ?
ኣነ ገረዝግሄር ሓድጉ ሃሎ ይበሃል ዶክተር ነጋሲ እሺ ኣሎ እ፣ ስማዕ ዶ ኣለኹ ዶክተር ግርማይ እወ ሕጂ ሰምዓካ ኣለኹ እወ ጽቡቅ ስለዚ እ፣ ንኣቡንን ን እ፣ ሓውና ጋላክሲ ኤ ፎር ሒዙ ዘሎን ዕድል ሂብና ንዕኦም ሕፅር ኣቢልካ እንተትውዳእ ሓይሽ ይብል ቅድሚኡ ግን እንታይ እየ ዝብል ከይጠቐስናያ ምእንታይ ምስቲ ግዜ ከይሓፅረና እዞም ናይ ሆላንድ ኣሕዋትና ብጥርኑፍ ንነዊሕ እዋን ንከባቢ ሸውዓተ ዓመት ንዚ ምቅርራብ ናይ ህዝቢ ብተግባር ዝሰርሕሉ ስለዝፀንሑ በዚ ጥርናፈ መጀመርታ ዘለና ክብሪ ክነግረኩም እደሊ። ካብ ሓድሽ ጀሚርካ ገብረ እግዚኣብሄር፣ መንግስተኣብ፣ ሮቢ ካልኦት እውን ኣቲኹም ዘለኹም ኩላትኩም ብጣዕሚ መስግነኩም። ሙሌ ያቆብ ሆላንድ ፍሉይ ኣኽብሮት ኣለና ንነዊሕ እዋን ከምዚ ሒዝኩሞ ስለ ዝፀናሕኩም። ካልኦት እውን ኣብ ካልእ ከተማታት ኣብ ዓዲ እንግሊዝ ኣብ ካልእ ዘለኹም በዚ ኣጋጣሚ እዚ ከም ጥርናፈ ከም ወፍሪ ሰላም ከመስግን እደሊ ንዓና ንዚ ጥርናፈ ወፍሪ ሰላም ዓለማዊ ጥርናፈ ወፍሪ ሰላም ንክትሕወስዎ ብሓንሳብ ንክትሰርሑ ተመያይጥኩም ምውሳንኩም ከዓ ብጣዕሚ ሕጒስና እሞ የቐኔልና ብስም እቲ ማሕበር ከመስግነኩም እደሊ። ካብኡ ሓሊፉ ዶክተር ግርማይ እንድሕር ኣፍቂድካልና በዞም ክልተ ኣሕዋትና ሕቶ እንተትም ኢዛዝማ ሰብ ከይትም ተሓይሽ እዩ ናብታ ኮንፈረንስ ከሎ ንዩ እሺ የቐኔለይ የቐኔለይ ተቐቢለ ኣለኹ እምበኣር እዞም ክልተ ኣሕዋትና ኢዶም ኣውፅኦም ዘለዉ ኣቶ ኣቡን ጋላክሲ ቁፅሪ ኣርባዕተ ሕቶን ክንሰምዕ ኢና ካብኡ ቀፂሉ ዶክተር ኣማሃ ካብ ዳላስ ዝህቦ ርእይቶ ስለ ዘለኒ ዕድል ይወሃበኒ ስለ ዝበለ ንዶክተር ኣማሃ ግዜ ክህቦ እየ ማለት እዩ እምበኣር ኣቶ ኣቡን ሕቶኻ ቀፅል
ይስማዕ ኣለኹ ድዩ?
ይሰማዕ ኣለና ወ ሰላም በኣር ኩልኹም ሰላም ክብል ኢለ ኣነ ኢደ ሓፋቢ ኢለ ነረ ሃንደበት ዶንጌ ወይን ስለ ዝኣተኹ ኣይተላለኹኹምን ፊደል መኮነን እየ ሽመይ ልክዕ ፊደል መኮነን እቲ ኣቦን ስምሽም ሃበኒ ስለ ዝበለትኒ እየ ኣቦን ኢለ ሂበያ ማለት እዩ ስለዚ ፊደል መኮነን ንበሃል ፅቡቅ ሌላ ዝሓቶ ሕቶ እኳ የብለይን ዋላ ሓንቲ ምናልባት ተፍቂድኩምለይ ግን ብዛዕባ ዓጋመ ክትዛረቡ ስለ ዘምፀኹም ኣብቲ ናይ መጠረሽታ ማሰታት ኣሎ ኣጋጣሚ ምናልባት ኣብ ኢድኩም ኣንታይ ከምኡ ዝበልኩም ኮይኑ ተሰሚዑኒ እሞ ሓንቲ መዛዘሚት ግጥሚ ዝተገጠመት ኣብ ዓሰርተ ሸሞንተ ክፍለ ዘመን ከስምዓኩም ፍቓደኛታት ተኾንኩም ብኣኣን ንዛዝም ኣብ መወዳእታ ማለት እዩ ኢደይ መልሻ ክሕዝ ዝኽእል እየ ሬ ኮይኑ ፊደል መኮነን በሃል ክላለኩም ኢለ ሓፋ ቢልያና ረታዒተይ
ሕራይ ሓጻር ድያ ኣቶ ፊደል እታ ግጥሚ ናና ሓጻር እያ ቀጽል ቀጽል ብሓንሳብ ኣብኣ ከለካ ቀጽለልና በል ሕራይ ቁሩብ ኣዘናጋዕ ኣብለና ደኺሙና ስለ ዘሎ ቁሩብ ኣዘናጋዕና ቀጽል ዝሓንሞ መበራበሪ ክኾነኩም እንታይ እዩ ብዛዕባ ክልተ ሰባት ካብ ኤረትራ ከይዶም ኣብ ዓጋመ ማሰ ዝተባህልዎ እዩ እቲ ሓደ ከንቲባ ጣዕመ በሃል ከላለየኩም እቲ ሓደ ድማ ኣቶ ሃብቲ ሓጎስ ዝበሃሉ ማለት እዩ ሕዚ ውራይ ቅድም ኣብ ሰገነይቲ ይግበር እሞ ብደጋት ባህታ ሓጎስ ራእሲ ስብሓት ተኣሲሮምሉ ኣብ ዝነበሩሉ እዋን ከንቲባ ጣዕመ ድማ ናብቲ ውራይ ይመፅእ ናብቲ ውራይ ምስ መፀ ጎይትኡ ተኣሲሩ ከሎስ ናብዚ ውራይ ይመፅእ ኢሎም ይሽምጥጥዎ ኣቶ ሃፍትሞ እንታይ ይብልዎ ትኩስ እግሪ ጎይታ ትኩስ እግሪ ጎይትኡ ዘእሰረ ኣብ ክልተ ኣዳራሽ ዝወቀረ ኣብ ክልተ ጎይታ ዝሓደረ ብክልተ ካራ ዝመተረ ዝተብርለ ዝዓተረ መን ኣፍቂድልካ ናብዚ ተዛወረ ኣየ እንደሞ ንጎይታይ ነጊረ ኣባ ጥመር ጎይታ ሓዳግ ኮይኑ እምበር ከማኻ ዝበለ ስናኹራ ምስ ሰፈረ ኢሎሞ። ሕጂ ከንቲባ ጠዓመ እንታይ ይብሉ ብዚ ኣሰኪፍዎም ስቅ ኢሎም ማለት ሰዓቢ ርኣስ ስብሓት እዮም። ደጋት ባህታ ግን ዋእ ጠዓመ መልሰሉ ደሓን ምስ በልዎ ብድድ ኢሎም ይምልስሉ ማለት እዩ። ሕደግ ሃብቱ ነገር ኣይተምፅእ ጮማና በሊዕና ዘይንወፅእ ሜስና ሰቲና ዘይንወፅእ ዘኢልዎ መሸላ ከምፅእ ዘኢልዎ ድኻ ከዋፅእ እምበር ኣባ ጠቕለል ጎይታይሲ ፈረሱ ዝቐፅዕ ምሳሕ ሰገነይቲ ኮድራር ባፅዕ ኢልዎ ማለት እዩ ሕጂ ደጋት ባህታ ብድድ ኢሎም ሲ ሓብቱ ብኻ ተረፊካ ኣጥሪፍካ እና ኢሎሞ ማለት እዩ ድሕሪ ሰሙን ንዓጋመ ኮቱ እዚኦም ክልተ እንታይ ማለት እዩ ጎይታይ ራእሲ ስብሓት ሲ ንምሳሕን ድራረን እዩ ጎይታኻስ ንድራር ጥራይ እዩ ዝኸውን እዮም ዝብልዎ ዘለዉ ሪኢኹም ግን እቲ ልቦና ናይትኦም ኣቦታት ዋላ ደጋት ባህታ ይኮረየን ኣፅሪፍካና ጥራይ ኢሎም እዮም ዘኢሎም ማለት እዩ እዚ ተተሓሒዞም ክልቲኦም ኣብ ውራይ እንዳራእሲ ስብሓት ናይ ዓጋመ ምስ ከዱ ማሰ ክበሃሉ ውዒሎም ማሰ ክበሃሉ ምስ ወዓሉ ኣብ መወዳእታ ከንቲባ ጠዓመ ፈረስ ዝስለም ይስልምዎ እሞ ኣቶ ሃብቱ ድማ እዚ ኩሉ መገዲ መፅዩስ ጥራይ ኢዱ ዶ ደኣ ክምለስ ኮይኑ ኢሎም ድማ ፅብቕቲ ዋርዳ ሳይ ይስልምዎ ማለት እዩ ሕጂ ዋርዳ ተሰሊመ ኢሎም ኣቶ ሃብቱ ኮርዮም ንሎጎ ሳርዳ ካልእ ውራይ ነሩ እንዳ ባሕሪ ነጋሲ ዕፈና ናብኡ ይኸዱ እሞ ነቲኣ ዝተረፈት ዋርዳ ድማ ክጠቕልሉ ኣቶ ከንቲባ ጣዕመ እንታይ ይብሉ ማሰ ማሰ ምስ በሉ ሰዶ ሰዶ ኣንበሳ እንታይ እዩ ሰዶ ሰዶ ምስ በሉ ኣንቱም ወዲ ወልዱ ዘብልዕ ሰደዳ ኣንቱም ወዲ ስባጋድስ ዘብልዕ መንጉዳ ኣንቱም ወዲ ስባጋድስ ዘብልዕ ዝያዳ ኣንቱም ወዲ ስብሓት ሰበወርቂ መኸዳ ንዓኹም ዶ ይስኣና እዳ ወዮ ሃብቱ ኸይዱ ሎጎሳርዳ ሃብቲ ሓወይ ከዳዕ ዩ ከም ይሁዳ ዓጋመ ዶ ትከሓድ ዓጋመ ጻዕዳ ንዓጋመ ዶ ይጠፍኣ ኢዳ እንታይ የእተዎ ኣብዚ ዓባይ ዕዳ ኣይምስ መጃና ኣይምስ ጉሎ መኸዳ ጸሓይ ዝዓርቦ ኣብ ማእኸል ሜዳ ንዓይ እንዶ ግበሩለይ ሒንዳ ሃብቱ ዝኣበያ ጽብቕቲ ዋርዳ ክትጸድቁስ ዘይትቡ ንግዳ ንልግስኹም ኣየድልዮን ማዕዳ ካብ ጥንቲ ሃቦ ሰዶ ዝልማዳ ብማርያም ክብለኩም ክትብሉኒ ውሰዳ ይብሉ ማለት እዩ ኣብቲ ዳስ ዝነበረ መዓት መቸም ሰሓቅ ነሩ ነቲ ኣዋርዳም ነቲ ኣፈረሶም ንሕጆም ድማ ዓዶም ተመሊሶም እብለኩም ሞኒ ምናልባት ከም ተወሳኺ ማሰ ዝተባሃለ ነሩ ኢልኩም ዓንተ ወይ ሞ ነዚኣ ድማ ኣነ ዘኪረ ክብላ ማለት እዩ የቀኒየለይ
እሺ የቀኔልና ኣብኡ ከለካ ኣነ እውን ሓንቲ ማሰላትኒ ሓፃር ሓፃር ዶክተር የማነ እየ
እሺ ቀፅላ ዶክተር የማነ
ከመይ ኢኺ ወልዋሎ ከመይ ኢኺ ዓጋመ ፅላል ድኻ ምዕራብ ዝደኸመ መንዶ ኣሎ እዩ ጠጅኺ ዘይጠዓመ መንዶ ኣሎ እዩ ጮማኺ ዘይጠዓመ ብዘመን ምሸላ ዘመን ምስ ሓሰመ፣ የማናይ ጸጋማይ ምስ ተጸገመ፣ ብመብራህቲ ሸሚቱ እናተጠቕመ፣ ብሻላኺ እንድዩ ህይወቱ ዘቖመ። ከመይ ኢኹም ጀጋኑ ዓጋመ፣ ጅግንነትኩም ዕቡያት ዘህደመ ለጋስ ባህልኹም ዓለም ዘስደመመ ኣዳራሽኩም ዓይጊ ሜስ ዝዘነመ ይረዊ ጽሙ ይደግም ዘይደገመ ንዓጋመ ዝሓሚ ንባዕሉ ዝሕመ ወይ ዘይተማህረ እዩ ታሪኽ ዘይቀሰመ የቐንየለይ። ፅቡቅ የቀንየልና ዶክተር የማነ እንደገና የቀንየልና ኣቶ ፊደል ከምዚኦም ዝኣመሰሉ ታሪካዊ ዝኾኑ ፅሑፋት ታሪካዊ መፅሓፍቲ ነቲ ዘለና ፍልጠት ዘዕቢ ስለ ዝኾነ ብጣዕሚ ኢና ነመስግን። ምክንያቱ ትምህርቲ ወሳናይ ስለ ዝኾነ ታሪኽ ናይ ቀደም መፅሓፍቲ እንዳጋላበጥና ካብ ዝፈልጡ ሰባት እውን እንዳተምሃርና ክንከይድ እዩ። ብጣዕሚ ፅቡቅ እዩ። ቀፂለ እምበኣር ንጋላክሲ ቁፅሪ ኣርባዕተ ሕቶ እንተሃልዩኳ ማይክ ናባኻ ይህብ ኣለኹ።
ሕራይ ይስማዕ እንተልየ ምናልባት ድሕር ኢለ ስለ ዝኣተኹ ገረዝግሄር ሓድጉ ይበሃል ካብ ሆላንድ እየ ምናልባት ካብ ማሕበር ሰላም ኣቦ ወንበር ናይ ማሕበር ሰላም ኮይነ ኣብዚ ግዜ እዚ ይነጥፍ ኣለኹ ብዝኾነ ፅቡቅ ሌላ ይግበረልና ኣብ ያሃኒ ኣምስያ ሕጂ ዳርጋ ቅድመ ኣቢለ ኣትየ ብከምኡ እየ እቲ ኒክነመይ እውን ኣብቲ ኣይመፀን ኣሎ ኮይኑ ይስማዓኒ ኣሎ ኣለኹ ዶ ትሰምዑ እንደለኹ ማዕ ኣሎ ፅቡቅ ይስማዕ ኣሎ ኦኬ ፅቡቅ መጀመርያ ፅቡቅ ለይላ ይግበረልና ምስዞም ኣያታትና እውን ናይ ብሓቂ ኣዝዩ ሃናፂ ዝኾነ ትምህርቲ እዮም ቡና ኣምስዮም ብዝኾነ ናይ ብሓቂ ናይ ብሓቂ እንዳመስገና ኢና ምናልባት ኣብቲ ዓጋመ ዝብል ናይ ብሓቂ ይደጋገም ኣምስዩ ኣነዚ ኣብቲ ከባቢ እንታይ እዩ ሓደ ኣቦ ሸቃምላ ዝበሃሉ ነይሮም ሕጂ ኣብ ጾሮና ዝበሃል ከተማ ከም ሓኪም ኮይኖም ዝነጥፉ ዝነበሩ ኣቦ እዮም። ሕጂ ገለ ገለ ሰባት ሕጂ እንታይ ይብልዎም ኣታ ሸቃ ምላሽ እኮ ዓጋመ እዩ ናይ ዓጋመ ዘርኢ ኣለዎ ገለ ኢሎም ብዝኾነ ኣብ ቀይዲ ኣብ ነዊሕ ግዜ ድሕሪ ክንደይ ዓመታት ካብ ጾሮና ወራድ መርዓ ኢሎም ንዓዲግራት ይኸዱ እሞ ሕጂ ኩዕምቲ ረኺቦ ድሓር ሕጂ እዚ ኩዕምቲ ንክልተ ንዚ ጅባ ሳርያን ዝበሃል ናይ ቀደም ናይ ኣቦታትና መሊኦም ሒዞሞ ንዓዶም ተመሊሶም ድሓር ንዓዶም ዝተመልሱ ናብቲ እንዳ ስዋታት ከይዶም ሕጂ እንታይ ኢሎም መን እየ ኣነ ኢሎሞም ሸቃ ምላሽ ዳኣ እንታይ ኮይኑ ኢሎም ማለት ሸቃ ምላሽ ሸቃ ምላሽ ግዲ ኣበይ መወለደይ ኣበይ እዩ ኢሎሞም ወለድ ካልዓ ዓጋመ ኢሎሞም ኣንበሳ ናይ ዓጋመ ምስክር እዚ እንሀለካ እንዳበሉ ነቲ ኩዕምቲ ዘምጽዎ ዕድል ውዒሎሞ ባል ናይ ብሓቂ ንሕና እዚ ሕብረተሰብ እዚ ምናልባት ንቲኦም ኣብ ስልጣን ዘለዉ ነንባዕሎም ክጥዕሞም ደኣ ኣሎም ከምኡ ገይሮሞ ከምቶም ኣቦታት ዝብልዎ ዘምሰዩ እምበር ናይ ብሓቂ ወርቂ ዝኾነ ሕብረተሰብ ወርቂ ዝኾነ ሕብረተሰብ እዩ ንሕና ወሊድና ተዋሊድና ኢና መቓረቱ ፈሊጥና ዝዓበና ኣብ ትሕቲ ኣቦታትና ኣብ ትሕቲ ወለድና ዝዓበና ሰባት ኢና ምናልባት እትዮም ወለዶ ናይ ሕጂ ተሓዋወሶም ይኽእል ይኸውን ንዓና ግን በምንም ተኣምር ዝተሓዋወሰና ነገር የለን እዩ ብኩሉ ኣስተማቂርና ዝዓበና ሕብረተሰብ ኢና እሞ ናይ ብሓቂ ሽምና ዘምሰኹም ኣነ ንምስጋና እየ እንደጋናኡ ከለና እውን ንሽምና ንክንላለ ኢልና ኢና ኣቲና እምበር ናይ ብሓቂ ፍርቃ ፍርቂ ኢና ኣቲናዮ ካብ መጀመርታ እውን ስለ ዘይነበርናሉ ኣብ ዝመፅእ ከም ሰብና ክንሳተፍ ኢና ብዝኾነ እዚ ናይ ለምሸት ዝሃብኩምና ግን ናይ ብሓቂ ምናልባት ኣብ ዓለም ለባማት ዶ ዓያሹ ይበዝሑ ኢሎሞምሲ ምስቶም ተውልዶም ዘይፈልጡስ ዓያሹ ይበዝሑ ኢሎም ዛዚሞሞ ይብሃል። ሕጂ ክብርኻ እንድሕር ዘይትፈልጥ ኮንካ ትውልድኻ እንድሕር ዘይትፈልጥ ኮንካ ብኸምኡ እዩ። ምናልባት እዚ ከኣ ነቶም ኣብቲ ብዝያዳ ኣነ ኤርትራዊ ስለ ዝኾንኩን ኤርትራ ወኪለ እንተ ክዛረብ ኮይነ፣ እቲ ኣብ ዓድና ዘሎ ንህዝብና ኣንጺቱ ኣጽኒቱ ከምኡ ገይሩ እንተዘይኮይኑ ክቕኒ ብኻሊእ መቐነዪ የብሉን። ምኽንያቱ ኣነ ኣብዚ ሆላንድ ይቕመጥ ኣለኹ እብለኩም ኣለኹ። ኣነ ምናልባት ናይ ዓሰርተ ኣርባዕተ ዓሰርተ ሓሙሽተ ዓመት ገይረ ኣለኹ። መጀመርታ ኣብ ዝመጻእኩሉ ኣብዚ ዓዲ ኣብዛ ንነብረላ ዘለኹ ናይ ኮሚሽን ዶብ ተባሂሉ ህዝቢ ተኣኪቡ ሕጂ ኣነ ከዓ ከም ኤርትራዊ ናብቲ ዝነበረ ምስ ከድኩ ብኣምባሳደር መሓመድ ስለማን ዝበሃል ኣብዚ ዝምራሕ ዝነበረ ኣኸባ እቲ ኮምሽን ዶብ ምስ ኣምጽዎ ናይ ብሓቂ ነቲ ኣነ ዝተወሊደሉ ዝዓበኹ ወይ ከኣ ዝፈልጦ መርየት ከይዱ ምስ ረኣኽዎ ደው ኢለ ክዛረብ ኢለ ዝተሳኹሉ ስማዕ ኢለዮ ሕጂ ንሱ እንታይ እዩ ገይሩ ኣምጽዋ እዚ ትርእይዎ ዘለኹም ባድመ ኣምጺኡ ናይ ብሓቂ እቲ ለምለም ቦታ ንዚ ሽሓት ከፊልናሉ ኢሉ ኣምጺዎ ነዚ በዚ ከባብታት ዝኸደ ከዓ ነዚ ትርእይዎ ዘለኹም ኣይኮነን ደ እኽልሲ ሳዕሪ እውን ኣየብቁልን ኢሉ ኣቀናጺቡ የምጺዎ ብሓቂ ኣብቲ ሰዓት ንሱ ኣነ ንባዕለይ ሓድሽ እየ ነይረ ግን ኢደይ ሓፍ ምስ ኣበልኩ እቲ ህዝቢ ኣብኡ ዝፀንሐ ከዛርበኒ እኳ ኣይከኣለን ግን ሂብኒ ዕዱል ሂብኒ ንሱ እውን እግዚኣብሔር ይሃቦ ክቡር ኣምባሳደር ኢለዮ ነዚ ሕጂ ክተቕርቦ ዝጸንሕኻ ዘይትፈልጦ እንተኾይንካ ኣይፈልጥን በል ንዓይ እዛ ባድመ ኢልካ ዘምጻእካያ እንታይ እያ እዛ ናጽነት ትበሃል ከዓ ኣብ ባድመ ዘይኮነ ዝተወለደ ምጽእዋ ኣብዚ ኩሉ ክተዋርዶ ዘምሰኻ እያ ምጽዎም ዝበልኩ ወያነ ዝለኣኸቶ ሰብ ዓጋመ እዩ ነዚ ሰብዚ ከዓ መሰረቶ ጥዎ ተባሂሉ ንሸውዓተ ሸሞንተ ዓመት ካብ ሕብረተሰብ ናይዛ ዝቕመጠላ ዘለኹ ተነፂለ እየ ፀኒሐ ነይረ ድሓር ከምዚ ሕጂ ኣይኮነን እቲ ተቃውሞ ናይ ብሓቂ እዚ ሕጂ ረኺብናዮ ዘለና ዕዱላት ናይ ብሓቂ ብዙሕ ዕዱላት ረኺብና ኢና ከም ሰብ ከማን ርእስና ቅንዕና ንኸይድ ኣለና ሽጋብ ኣብ ስድራና ኣብ ገዛና ኣብ ስድራና ዝበታተንዎ ነይሮም እዚ መሳርሒ ስለ ዝኾነ ማለት እዩ ኣነ ግን ካብ ዓጋመ ምላደይ የኹርዐኒ ዓጋመ ምዃኖም ጎረቤተይ የኹርዐኒ ብኹሉ ኮሪዔን ተሓቢነን ዝኸይድ ሰብ እየ ለሚ ግን ንቶም ከምኡ ኢሎም ዝፀርፉና ነበሩ እውን መብዛሕቶም ዳርጋ ምሳና ሓቢሮም ኣብ ዝርከብሉ ዘለዉ ሰዓት እዩ እሞ ንሕና እውን በቲ ፀርፊ ምናልባት መሳርሒ ስለ ዝኾነ ናይቶም ድኹማት ናይ ኣተሓሳስባ ድኽመት ዘለዎም እንተዘይኮይኑ ንሓደ ሰብ ብመንነቱ ወይ ብዓዱ ኣልዒልካ ኣይዝረብን እዩ ከምቲ ኣበይ ነጋሸ ነጋሸ መንዮም ሳግላት ዝበልዎ እዩ ሓደ ግዜ ኣብ ሰንዓ ከግዲ ሓላፍነት ሂቦሞምሲ ሕጂ እቲ ሓላፍነት ከይፀደቐትሎም ከላ ወሲዶምሎም ሕጂ ስለ ዝተቐየሙ ኣንታ ኣብ ሰንዓፈ ገይሮምኒ ነሮም ፈራዳ ኢሎሞም ኣንታ ሰብዶ ይኸውነ ቀይዶሙኒ እምበር ነይሮም ብቀያዳይ ሰብ ዶ ይኸውን ፈራዳይ እንካ እኳ ዘይብልዎ ብዘይካ ወሳዳይ ኣንታ ዓጋመይ እንከለኒ ምስ ምኻዳይ ወልዋሎይ እንከለኒ ገፍሕ ሜዳይ ብኦበለይ ገረ ተዃዳዳይ ኣንታ ቀይሮሙኒ እምበር ቀይዶሙኒ እምበር ነይሮም ብቀያዳይ ኢሎም ንዓጋመኦም ከም ዘምርሑ ኢና ንፈልጥ ነርና ብዝኾነ ነዚ ዝመስል እሞ የቐንየለይ ኣብዚሐልኩም ሰላም ምሸት ጽቡቅ ለይላ ከኣ ይግበረልና። እሺ እሺ የቀኔልና ኣቶ ገብረ እግዚኣብሔር ካብ ኔዘርላንድስ ብጣዕሚ ነመስግን ግዜኹም ስለ ዝሃብኩም ኣቶ ገብረ እግዚኣብሔር ካልኦት ኣባላት ናይ ኔዘርላንድስ እውን በዚ ኣጋጣሚ እዚ ከመስግን እንዳደለኹ ብጣዕሚ ፅቡቅ እዩ እምበኣር ናብ ናይ ዶክተር ኣመሃ ርእይቶ ክኸይደ ዶክተር ኣመሃ ኣብ ዳላስ ዝርከብ ብሕክምና ሙያ ዝሰርሕ ኣብዚ ናይ ኮቪድ ዓሰርተ ትሽዓተ ኣስታት ንክልተ ወርሒ ዝኸውን ሰሙን ሰሙን ነቲ ዝተፈላለዩ ኮሚኒቲስ ትምህርቲ እንዳሃበ ብፅሩሕ ዘገልገለና ሓውና ስለ ዝኾነ በዚ ኣጋጣሚ እዚ ከመስግኖ እንዳደለኹ እታ ማይክ ንዶክተር ኣመሃ ክህቦ እየ
ሰላም ይቐኒየለይ ዶክተር ግርማይ ብጣዕሚ ይቐኒየለይ መቸስ ብዙሕ ብዙሕ ነገር ተማሂርና ብጣዕሚ ፅቡቕ ግዜ ሕልፍና ዶክተር የማነ ንዓመታት እየ እታ ምስላ ዝጥቀመላ ዝነበርኩ ምግቢ ንዝፈትዎ ኣይፈትውን እንዳበልኩ ከም ሓኪም መጠን ብዙሕ ግዜ ዝጥቀመላ ነገር እያ እሞ ብጣዕሚ መጀመርያ ግዜ ካብ ካልእ ሰብ ሰሚዐ እያ ኣንቢበያ እያ እዚኣ ሰሚዐ እያ ብጣዕሚ ሕጒስካኒ ሕጒሶምኒ ሓዱሽ መብራህቱ ኣብ ዩቱብ እዚኣ ማሴ ማሴ ማሴ ትብል ኣውፅኻ ነርካ ሓቀይ ዶ ማነይ ዶ This is like three years ago, two, three years ago. ብጣዕሚ ዝገርም ዩቱብ ኣላ ብዛዕባ እዚ ማሴ ማሴ እሞ ብጣዕሚ ተቐናቢራ ዝበፅሐት ሰሚዐያ ነይረ ቅድሚ ምቕፃለ ሓንቲ ብዙሓት ነጥብታት እዮም ዘለውኒ ስካተር ብሬን በሉኒ ድሓን ክወስዳየ እታ ሌብል ግና ብዙሓት ነጥብታት ስለ ዝተባሃሉ ዝተፈላለዩ ነጥብታት ዘይተሓሓዙ ነጥብታት እየ መንሽን ዝገብር ካብ ሓሙሽተ ሸውዓተ ደቂ ንድሕር ወሲዱለይ ጠጠው ኣብሉኒ ፌደሬሽን ኮንፌደሬሽን ኣብ ኤርትራ ተጀሚሩ እዚ ንምሉእ ኢትዮጵያ ላይ ተገይሩ ናተይ ኦብዘርቬሽን እዩ ዝዛረብ ኣነ ኣብ ኣዲስ ኣበባ ተወሊደ ዓበየ ኣብ ኣስመራ ግዜ ደርጊ እዚ ሻዕብያ ተባሂሎም ተኣሲሮም ቁም እስር ኮይኖም ኣብ ገዛና ዝመፁ ኤርትራውያን ትግርኛ ምሂሮምኒ ቤተሰብ ኣቦይ በዓታይ and then ምስ ዓበኹ ትግራይ ሓሙሽተ ሽዱሽተ ግዜ ከይደ ኣለኹ ኣቦይ ካብ ሓርቆ ጥቓ መቐለ እዩ ኣደይ ኣብ ኣስመራ ተወሊዳ ዓብያ ኣቦኣ ካብ ዓድዋ እዮም እንዲኣ ኤርትራዊት እየን ካብ መንደፈራ ዘስሓቐኒ ኣቦይን ኣደይን ከም ድላዮም እዮም ዝዛረቡ እንተኣሽሙ የብሎምን ዓጋመ ወደ ዓጋመ ኮይኑ መፂ ኢላቶ ዋይ ዓጋመ እባ ባዕልኺ ኢልዋ ኣነ ኢላቶ ጭዋ ጓል ጭዋ ኢላቶ ከምዚ ዓይነት ቤተሰብ እየ ዓብየይ ኣብ ኣዲስ ኣበባ ኤኒወይ እዚ ኩሉ ዝነግረኩም ንእሽተይ ባክግራውንድ ክነግረኩም ኢለ እየ ዓጋመ ኣምሓሩ ገማ ጨነወ ንዝብል ስለ ዝተሓዝ ኣምሓሩ ይፈትዎ ንትግራዋይ ከፃልሙ ኢሮብ ዓንተ ብዛዕባ ኢሮብ ተላዒሉ ነይሩ ኣብ ሙሉእ ኢስት ኣፍሪቃ ሰብኣይን ሰበይትን ክፋትሑ ከለዉ ፈፍርቂ ንብረት ሰብኣይን ሰበይትን ዝማቐልሉ ኣብ ኢሮብ ጥራይ ኢና ዓጋመ እዮም እዚኦም ካልእ ነጥቢ ናይ ንመንጎ ተጋሩ ንምፅላእ እዚ መንሽን ተገይሩ ነይሩ ሚሊክን ጥልያንን እዮም ኣድቫንቴጅ ወሲዶምሉ ጥልያን ድመፁ ጥልያን ኣብ ኣፍሪቃ ሲሲልያን እዚኦም ኣብ ሊብያ ዝኸዱ ሲሲልያንስ እዮም ኣብ ሶማልያ ዝኸዱ ሲሲልያንስ እዮም ኣብ ኤርትራ ዝኸዱ ሲሲልያንስ እዮም ድሓር ናብ ኢትዮጵያ ዝመፁን ሲሲልያንስ እዮም ሲሲልያንስ እንዳበልዑ ዝጠርጡ እዮም ኣብ ሮም ኣብ ቫቲካን ዘለው ጥልያን ከምኡ ኣይገብሩን እዮም ሲሲልያንስ ባክግራውንድስ ፍሮም ኣልቤንያ ፀማማት ዝበሃሉ ጥልያን እዮም ካልእ ሚስኢንፎርሜሽን ዶክተር የማነ ኣልዒልካዮ ነርካ ስጋብ ሎሚ ናይ ምኒልክ ሚስኢንፎርሜሽን ንነብረሉ ኣለና ዓድዋ ኣሸኒፍና እንዳተባሃሉ ዝጀሓሩ ተጋሩ ኣይኮኑን ደቂ ሚኒሊክ እዮም ሚኒሊክ 1889 ንኪንግ ክሪስፒ ንኣቦ ሃይለስላሴ ሰዲዱ ራስ መኮንን ርእሱ ኣብ ባይታ ኣብቲ ቤኔት ኣውዲቑ ንግሪንጊንግ ክሪስፒ ፕሮቴክቶሬት ግበሩና ኢሉ ዝለመነ ሰብ እዩ ኣቦ ሃይለ ስላሴ እዚ ኣብ መፅሓፍቲ ኣሎ ብናይ ዩሮፒያን ሳይድ ምስ ምስልታት ዝተሰኣለ ሽዑ ራስ መኮንን ከይዱ ዝለምኖ ባድመ ናይ ኤርትራ ትኹን ናይ ኢትዮጵያ ናይ ትግራይ ትኹን ንዓ የግድሰኒ እያ ከም ምሉእ ሳውት ኣፍሪካ ኣሚ ሳውት ኣሜሪካ ስፓኒሽ ስፒኪንግ እዮም ክንደይ ዓድታት ኣለዉ ትግርኛ ምዝራብ ማለት ናሽናሊቲ ስታርጋ እዩ ሓደ ነፂሉ ንካልእ መንነት ግን ኣይቅየርን እዩ ሂስፓኒክስ ሂስፓኒክስ እዮም ኣብ ኣብ ኮሎምቢያ ይኹኑ ኣብ ቬነዙዌላ ይኹኑ ኩሎም ሂስፓኒክስ እዮም እሞ ኣብ ኤርትራ ትግርኛ ስፒኪንግ ኣብ ትግራይ ትግርኛ ስፒኪንግ ሓደ ዓዲ ማለት ኣይኮነን እዚ ስሊፐሪ ስሎፕ ዝበሃል ናይ ፎልቲ ዝኾነ ሎጂካል ፍሎ እዩ ሓደ ህዝቢ ኢና ማለት ሓደ ዓዲ ኢና ማለት ኣይኮነን ከም ጀስት ሂስፓኒክስ ኣር ናት ዋን ፒፕል ካልእ ሓንቲ ነጥቢ ነይራትኒ እንሳ

እሺ የቀኔልና ዶክተር ኣመሃ ዝሃብካና ሓበሬታ ኩሉ ብጣዕሚ ፅቡቅ ሓበሬታታት እዩ ነይሩ ከምቲ ዝተባሃለ እዚ ወፍሪ ንሰላም ኣብ ህዝብታት ሰላምን ፍቅርን ንክመፅእ ንክነግስ ዘይሕለል ፃዕሪ ምግባር ካብ ዝጅምር ዓመታት ኣቆፂሩ ኣሎ ናይ ሰላም ዋጋ ድማ ዓባይ ብምዃና ኣብ መንጎ ጎረባብቲ ህዝብታት ናይ ሰላምን ፍቅርን ኣተሓሳስባታት ንክሰርፅ ወፍሪ ሰላም ይሰርሕ ኣሎ እሞ እምበኣር ፅቡቕ ግዜ የሕሊፍና ናብ ምድምዳም ገፅና ንኸይድ ኣለና በዚ ኣጋጣሚ ዶክተር ነጋሲ ትብሎ እንድዕር ዘየለ ኮይኑ ናብ መደምደምታ ዘረባ ክኸይድ እየ እሞ ዶክተር ነጋሲ ትብሎ ተልእኳ ዕድል ክበካ እዩ
ይቀኒለይ ዶክተር ግርማይ ክብረት ሃበልና ንዝገበርካዮ ውሕልል ኣተኣላልያ ከምኡ እውን ኩላትኩም ተሳተፍቲ ካብ ርሑቕ ክሳዕ ቀረባ ዘለኹም ከምኡ እውን ካብ ጀመርቲ ክሳዕ ኣብዚ ግዜ ዝተፀምበርኩሞ ንዚ ወፍሪ እሕዋት ክብለኩም ዝደሊ እንታይ እዩ ካባኹም ለቢመ ኣይኮንኩን ሓደ ነገር ካብ ኩሉ ግዜ ዘተሓሳስበኒ እንታይ እዩ ብዙሓት ዓበይቲ የሕዋትና ኣብ ስልጣን ዘለዉ ኣብ ስልጣን እውን ዝነበሩ ብሂወት ዘየለዉ ክሳዕ ሕጂ ካብ ሓደ ዝገርመኒ ነገር እንታይ እዩ ካብዚ ኩሉ ዝገበርዎ ፅቡቅ ስራሕ እቲ ሕማቅ ገዲፍና ማለት እዩ ካብዚ ኩሉ ዝገበርዎ እቲ ፅቡቅ ስራሕ ንምንታይ ንዚ ሕብረተሰብ እዚ ብሕልፊ ንዚ ትግርኛ ዝዛረብ ሕብረተሰብ ኣብ ክልቲኡ ሃገር ዘሎ ከምዚ ኢሉ ካብ ዓመት ናብ ዓመት ሰላም ገይሩ ክበሃል ካብ ዓመት ናብ ዓመት ናብ ነገር ክኣቱ እንዳረኣዩ ነቲ ዝነበሮም ስልጣንን ነቲ ዝነበሮም ትምህርትን ነቲ ዝነበሮም ሃብትን ተጠቂሞም ነዚ ክልተ ሕብረተሰብ እዚ ከቀራርብዎን እቲ ዝተቀራረብዎ ከዓ ውሕስነት ንክገብርሉ ዘይምስርሖም ብጣዕሚ እዩ ዝገርመኒ ኩሉ ግዜ ብጣዕሚ ድማ ካብቲ ኣብዚ ዕድሜና እዚ ዘጉሄኒ ሓደ ነገር ምስ እሞ ኣሕዋተይ እውን ከምኡ ከም ትኾኑ ፈልጥ ስለዚ እንታይ እየ ክብለኩም ደል ነቲ ዝሓለፈን ነቲ ዘሎ ወለዶ ምውቃስ ዘይኮነ ብሕልፊ ኣብዚ ሕብረተሰብ ትግርኛ ዝዛረብ ሰላም ዘይምህሉ ዘይምህላው እቶም ለባማትን ሃብታማትን ክኢላታትን ዓበይቲ እሕዋትና ዘይምስርሖም ብጣዕሚ እዩ መልሲ ዝስእነሉ ኩሉ ግዜ ስለዚ እንታይ ክብለኩም ደልየ ካብኡ እንታይ ኢና ክንመሃር ዘለና ንሕና ኣብዚ ጀነሬሽን ዘለና ግን ውድቀቱን ዘጥፋእናዮን ርኢና ኣለና እዚ ነገር እዚ ዘይምስርሑ ኣሕዋት ብርግፀኛ እየ ዝብለኩም ልምዓት ትግራይ ክትብሉ ትኽእሉ ኢኹም ልምዓት ኤርትራ ክትብሉ ትኽእሉ ኢኹም እዚ ኩሉ ዋጋ የብሉ ብዘይ ሰላም ኣይተ ዓይንዓሹ ልዕሊ ኩሉ ክንሰርሐሉ ዘለና ልዕሊ ልምዓት ትግራይን ልዕሊ ልምዓት ኤርትራን መጀመርታ ሰላም እዩ ብዘይ ሰላም ዝለምዐት ትግራይ ብዘይ ሰላም ዝለምዐት ኤርትራ ዋጋ የብላ ንቅድም ንሰላም ክንሰርሕ ኣለና ሰላም ዝመፀ ልምዓት ጀሚርናዮ ቀሲሉ ድኣ መፅ ኸውን እምበር ዘላቂ እዩ ስለዚ ሕዋተይ እንታይ ክብለኩም ደልየ እዞም ኣብዚ ጥርናፈ ዘለና ኣብ ፅቡቅ መገዲ ኢና ዘለና ዓበይቲ ሕዋትናን ሰበስልጣንን ሃብታማትን ለባማትን ዝሰሓትዎ ኢና ሕጂ ንሕና ክንሰርሖ ንፍትን ዘለና ከቢድ እዩ ንፈልጥ ኢና ንሕና እንተዘይጀሚርናዮ ግን ማንም ዝጅምሮ የለን ጀሚርናዮ ከዓ ኣለና ኩላህና ኢድ ንኢድ ተኣሳሲርና ንዚ ነገር እዚ ኣብ እንጀራና ከይሰሳዕና ኣብ ውልቃዊ ክስታይና ከይሰሳዕና እዚ ሰልፊሽነት ዝበሃል ናይ ውልቃዊ ስስዐ ገዲፍና ነንእሽተይ እንዳበርከትና ንዛ ሰላም እዚኣ ክነምፃ ንፈትን ኩላና ኣሕዋት መጀመርታ ኣብ መእተዊ ዝበልክዎ ብዛዕባ እዚ ናይ ዝሞተ ፀሊም ኣሜሪካዊ ዓቢ ኣብነት ክኾነና ኣለዎ። ርኢኹሞ ኢኹም ንሕና ኩላህና ኣብዛ ዓዲ ጸለምቲ ኢና ንቑጸር። ናይ ጸለምቲ ከ እንታይ ኢና? ስደተኛታት። ሕሰብዎ። ጻዕዳን ጸሊምን ስፓኒሽን ኩሉ ዓሌት ግን እዚ ወዲ እዚ ብምቕታሉ ኩሉ ሰብ ተስኢ ኣሎ። ንሕና ከ ንዓና ንዝመስሉ ሕብረተሰብ ብናህና ዕሽነት ንዝብደሉ ዘለዉ ክንትስእ ኣይከኣልናን። ጠፊእና ኢና ዘለና ኣሕዋት ብሕልፊ ብሕልፊ እዞም ኣብ ልምዓት ትግራይ ኣብ ልምዓት ኤሬትራ ኣብ ኤሬትራ ስልጣን ክንልውጥ ኢና ኢልኩም ኮለል ትብሉ ብጣዕሚ ኢኹም ተደንጉፅኒ ንሓፂር ኢኹም ትሓስቡ ዘለኹም ባህላ እየ ካባይ ጀሚርኩም ንነዊሕ ንሃገርካ ትሓስብ መጀመርታ ውሕስነት ሰላም ክንገብር ኣለና ልምዓት ፅጋብ ክመፅእ ይኽእል እዩ ብሰዓቱ ሰላም ግን ንቅድም እዩ ክመፅእ ዘለዎ ህዝቢ ኤርትራ ህዝቢ ኢትዮጵያ ብሕልፊ ከዓ እዚ ክልተ ትግርኛ ዝዛረብ ልዕሊ ባኒ ሰላም እዩ ዘድልዮ ዘሎ ኣብ ዓመት ዘይኣክል ኣብቲ ዶብ ኮይንና ህዝቢ ሓቲትና ኢና ተዘራሪብና ኢና ኣሕዋተይ እዚኣ ኣብ ልብኹም ግበርዋ ልዕሊ ባኒ ሕብረተሰብ እቲ ሰላም እዩ ዝደልያ ዘሎ እሞ እዛ ሰላም እዚኣ ኩላህና ተሓባቢርና ከይሰሳዕና ኣብ ውልቃዊ ናብራና ንድፋኣ እያ እዚኣ እየ ክብለኩም ዝደሊ ከም ሚኪ ሓውኹም ካባኹም ኣይፈልጥን እየ ግን ውልቃዊ ናብራና ከስደዓና የብሉን ኩሉ ግዜያዊ እዩ ሰላም ንዝመፅእ ዘሎ ወለዶ ውሕስነት ንግበረሉ እዚኣ እየ ክብለኩም ዝደሊ ኣሕዋተይ ብጣዕሚ የቐኔልና ንትገብርዎ ዘለኹም በበ ተፈላለየ ኣብ ተፈላለየ ኩርናዓት ዓለም ንሰላም ክተምፁ ብጣዕሚ እየ ዘመስግነኩም እዚ እዩ ሎማዓንቲ ክዛረቦ ዝደሊ ቴንክ ዩ የቀኒለይ እሺ የቀኒልና ዶክተር ነጋሽ እምበኣር ናብ መወዳእታ ንኣቱ ኣለና ከምቲ ኣቶ ግርማይን ዶክተር የማነን ዝበሉና ኩላትና ብመንነትና ክንኮርዕ ክንሕጎስን ክንሕበንን ከም ዘለና ምክንያቱ እግዚኣብሄር ንኩላትና ብማዕረ ስለ ዝፈጠረና ኢሎም ዓብዪ ትምህርቲ ስለ ዝሃቡና የመስግን ሎማዓንቲ ትምህርቲ ዝሃቡና ኣቶ ግርማይ ካብ ኣዲስ ኣበባ ዶክተር የማነ ድማ ካብ ኮሎራዶ ዝሃብኩምና ትምህርቲ ዘጥፋእኹሞ ግዜ ብጣዕሚ እንዳመስገንና እንዳነኣድና በዚ ኣጋጣሚ በቶም ተኻፈልቲ ብወፍሪ ሰላም ከመስግነኩም እፈቱ ካልኦት ተሳተፍቲ እውን ንኩላትኩም ከመስግነኩም እፈቱ ሕቶ ዘቕረብኩም ርእቶ ዝሃብኩም ንኩላትኩም ናይ ሎማዓንቲ ቴሌኮንፈረንስ ብፅቡቅ ክንውድእ ስለዝገበርኩም ንኩላትኩም እንዳመስገንኩ ኣብ ዝቅፅል ሰሙን ክንራኸብ እንዳተመነኹ ብሰላም የራኽበና ደሓን ኩኑ ኣብኡ ከለኻ ሶሪ ከይዓፅኻያ ከለኻ ሕቶ ይኮነ እናተይ እኳ መፅሓፍቲ ገሊፆም ነይሮም ካብቶም ዝተዛረቡ ኣነ ያቆብ የማነ ካብ ሆላንድ መፅሓፍቲ ገሊፆም ነይሮም እሞ ከነንብቦ ዝግባኣና መፅሓፍቲ እዩ ገለ ንኣብነት መፅሓፍ ናይ ግርማይ ገብረ ፃድቕ ናይ ዶክተር ገላድዮስ ኣርኣያ እንደገና ናይ ስፓጋድስ ትገልፅ እውን ገሊፆም ነይሮም እሞ ብትክክል ሒዝካየን እንተኮይንካ ዋላ በቲ መሴጅ ድዩ ወይ ብገለ እንተ ትሕብረና ፅቡቅ ነይሩ ዶክተር ግርማይ ከምኡ እውን የሰሜን ኣጥር ገለ ኢሉ ዝፀሓፈ እንደገና ቀሺ ገብረ ፃድቕ ስርዓት ግርማይ ገብረ ፃድቕ
ቀሺ ግርማይ ገብረ ፃድቕ ግርማይ ገብረ ፃድቕ እዮም ዝበሃሉ ያው ወፅያ ኣላ ያው እቲ ኣዲስ ኣበባ እውን ስለ ዘለኹ ክተሓባበረኩም ይኽእል እየ
ኦኬ ብጣዕሚ ፅቡቅ እወ ኣብቲ እቲ ከን- ወይ ከዓ ከነንብቦ ዝግበአና መፅሓፍቲ እንተሎ እውን ከም ሓበሬታ እንተትሕብሩና እውን ፅቡቅ እዩ ኣ- ካብኡ ሓሊፈ እቲ ኣጋጣሚ ፊደል እ፣ ማሰይ ኢሉ ንእሽቶ ሓፃር ማሰ ሂብና ነይሩ እሞ እ፣ ምስ ፊደል እውን ገ- ገዛእ ርእሱ ፅቡቅ ገይሩ እንተዘላሊ ሓደ መዓልቲ ከዓ ዓዲምኩም ብዛዕባ ወለዶታት ድዩ ብዛዕባ እቲ ታሪክ ድዩ ምክንያቱ ናይ ከምኡ ምሁር ስለዝኮነ ከምኡ ውን ፅቡቅቲ መፅሓፍ ፅሒፉ ስለዘሎ ዓባይ መፅሓፍ ደቂ ንጉስ ነገስት ምራራ ተክለ ሃይማኖት ብኣንትሮሎጂስት ፊደል መኮነን ትብል ማለት እዩ ሓደ መዓልቲ ተኣሽሙ ተትገብሩ ፅቡቅ ነይሩ ዶክተር ግርማይ ምሳና ዘሎ ፊደል ማለት እዩ
ሕራይ ብጣዕሚ ፅቡቅ ሓበሬታ ኢካ ሂብካና ዘለካ እና እዚ እንታይ ክንገብር ኢና ትምህርቲ ኣድላይ ስለ ዝኾነ ንኩላትና እቲ መፅሓፍቲ ካሊእ ግጥምታት ካሊእ ነገራት ዘሎ ኩሉ ምስ ኣቶ ግርማይ ምስ ዶክተር የማነ ምስ ሓውና ሚስተር ፊደል ምስ ካልኦት ኣቀናቢርና ናብዚ መድረኽ ናይ ክስታይ ሓበሬታ ክንበኩም ኢና ኣብኡ ክንሰርሕ ኢና ብጣዕሚ የቀኒየለይ ፅቡቅ ሓበሬታ እዩ ብጣዕሚ የመስግን ቀኒልና ሰላም የራህበና ኣሜን ሰላም የራህበና ብጣዕሚ ነመስግን የቀኒየልና ድሓን ሕደሩ ብጣዕሚ ፅቡቅ
ንዓኹም እኳ ዳሕን ዋዕሉ ይመስለኒ
ንእሽተይ ዶ ክዛረብ ንእሽተይ ሓሳብ እቶም ዘለኹም ንእሽተይ ምስጋና ከዓ ክንህበም እዞም ኣቦታትና ኣስፋኤ ኣለኹ ዶ እሺ ሚስተር ኣስፋ ቀፅል በል እሺ ቀፅል ቀፅል እወ ሶሪ ጥዒምና ስቂልና ንሰምዓኩም ውዒልና እሞ እዘን ሕጂ መወዳእታ ትዛረብዎን ዘለኹም ኣገደስቲ ስለ ዝኾና ካብቲ ኩሉ ግዜ ንላበወሉ ዝነበረ ኣጋጣሚታት እውን ይለዓል ስለ ዘሎ ንዑ እየ ኣቀዲመ ግን ከመይ ውዒልኩም ከመይ ሓዲርኩም ዘይመሰየኩም ከዓነ ይቀነልና ከዓ ነዚ መኣዲ ምስታፍኩምን ብፍላይ ቶም ኣቦታትና ዓበይቲ ብኣካል ስለ ዝፈልጦም ንዶክተር የማነ ከዓነ ብፍላይ ከምኦም ዝበልኩም ተመሳሳሊ ዘለኹም እውን ማለት እዩ ሕጂ በታ ዝመሰጠትኒ ክዛረብ ኩሉ ግዜ ብፍላይ እቲ መንእሰይ ኣብ መፅሕፍቲ ምንባብ ዓንተበ እውን ዶክተር የማነ ፀይጦም ዝዛረቡላ ነይሮም ብጣዕሚ ሕመቕ ከም ዘለናን ኣበይ ከም ዝርከብ እውን ሓደ ግዜ ይጨንቀካ እዩ እቲ መፅሕፍቲ እሞ እዛ ሕጂ ዘለዓልኩማ ብጣዕሚ ኣገዳሲ እያ ሓደ ነዚ ንኸዶ ዘለና ዝጠምር ካልኣይ ነቲ ታሪኹ ዘፍልጥ መፃሕፍቲ እንተላይ ክንገዝኦ ርክብ ተገይሩ ሲ ሓደ መንገዲ ክፍጠረልና ንደሊ ነዚ ማለት እዩ እንተተካኢሉ ብወብሳይት ተሰዲዱ ክነንብቦ ካብኡ ዝተረፈ ከዓ ዋላ ብኣካል ገዚእና እቲ መፃሕፍቲ እውን ክንገብሮ ንኽእለሉ ብፍላይ ብፍላይ ኣብ ከምዚ ንዝፅዕሩ ኣሕዋትና ከዓ ክነተባብዕ እቲ መፅሕፍቲ እውን ክንገዝኣሎም ሓደ መገዲ እንተዝግበር ለበዋይ ክህብ ደሊ ማለት እዩ ቀፂለ ንዶክተር የማነ ኣብ 211 ካብ ዝበልወን ስጋብ ሕጂ ካብ እምሮይ ዘይለግስ ማዕደኦም ከመስግን እደሊ ማለት እዩ ኣብ 201 ኣብ ማሕበር ከስከሰ ምላሽ ንምብዓል ካብዚ ንኮሎራዶ ከይደ ነይረ ምናልባት ብኣካል ሰላም ኣይበልክዎምን ኣብኡ ሽዑ ኣብቲ ናይቲ ኮሚኒቲ በዓል ኢና ገርናዮ ነርና እቲ ናይ ማሕበር ተደኒቆም ኣብቲ ማሕበር ተፀዊዖም ዝተዛረብዎ ከምቲ ዓንተቦ ትብልዎ ዝፀናሕኩም ኣብ ኩሉ ሓገዝ እዮም ዝገብሩ ብናይ ኤርትራ ሸ ኮነ ዋላ ብናይ ኢትዮጵያውያን ዝግበር ኮሚኒቲታት ከምቲ ሽዑ ዝሰማዕክዎ ተን ቃላት ክደግመን እንድሕር ኮይነ ኣነሲ ጥሮታ ወፅኤ ቀደም ኣብ ግዜ ሃይለ ስላሰ ናብዚ መፅኤ ንዓደይ ክምለስ ኣብ ዓደይ ክኾነለይ መወዳእታይ ናብ ዝብል ሓሳብ ወይ ጫፍ እየ በፂሐ ነይረ ሕጂ ግን እተ ዓደይ ብምልእታ ናብዚ መፅኣትኒ ምስ በሉ ብሓጎስ ኣይኮነን ገሊፆማ ነዚኦም ነዚኣ ብሓጎስ ዘይኮኑ ገሊፆማ እምበኣር ኢሎም ወሲኾም ኣብኣ ክብሉ ከለዉ እስኻትኩም ተሰዲድኩም መፅእኩም ኣለኹም እንተ ደኣ ኣብዚ ዓዲ መፅእኩም እቶም ናእሽቱ ተተማሂርኩም እቶም ዝወለድኩም ከዓ ቆልዑትኩም እንተምሂርኩም ነቲ ዘሰደደኩም ንፋስ ንበሎ ሰብ ንበሎ ወይ ምኽንያት ክትስዕርዎ ኢኹም ተመሊስኩም ፅባሕ ኣብ ዓድኹም ክትስዕርዎ ኢኹም እንተ ደኣ ዘይተማሂርኩም ተሰዲድኩም እንተ ደኣ ተሪፍኩም ግን ንንሓዋሩ እዩ ስዒሩኩም ተዘሰደደኩም ኢሎምና እዚኣ ኣብ ዝኾነ ኣጋጣሚታት ከም ጥቕሲ ከም ለበዋ ናይ ኣቦ እየ ኣነ ወሲደ ንደቀ ይምህረላ ኣብ ዝተኣከብኩዎ ኣጋጣሚ ከዓ ነ ይብላ እሞ እዞም ከምዚኦም ዝበልኩም ኣቦታት ቅርሲ ናትና ይኹም ናይ ዝማሕበር ቅርሲ ኮይንኩም እውን ክፅቅፅሉ ውርሻ ናትኩም የድልየና ስለ ዘሎ ንሕና ተኻናኺና ክንሕዞም እሳቶም ከዓ ዘለዎም ከረክቡና ምእንታን ክንጥቀመሎም በዚ ኣጋጣሚ ሓደራ ክብል ይደሊ እዚአን እየን እተን ዝነበራኒ መልእኽቲ እታ ናይ መፅሓፍትን ንሳን ማለት እዩሞ የቐነለይ እየ ክብለኩም ዝደሊ ቴንኪዩ
ዋላ ሓደ ሰብ